ኣብዛ ምድሪ እዚኣ ፈጺምኩም ክተቐይምዎምን ክተባሳጭውዎምን ዘይግበኦኩም ሰባት እንተሃልዮም፣ ቆራጻት ሰባት ወይ ውሳነኦም ዘኽብሩ ሰባት ወይ ከኣ ኣብ ቃልኦም ዝጸንዑ ሰባት እዮም። ከም ዝፍለጥ ቆራጽ ሰብ ዝተፈርሐን ዝተኸበረን እዩ። ንስኻትኩም ከ ቆራጻት ሰባት ዲኹም? ቆራጻት ሰባት እንተኾንኩም ንስኻትኩም ኣብ ቅድሚ ኩሉ ሰብ ክብረትን ግርማ መጎስን ዘለኩም ኢኹም ማለት እዩ። ክብራት ተኸታተልትና ኣብ ናይ ሎሚ ቪድዮና ቆራፅ ሰብ ንምዃንን ቆራፅ ምዃንኩም እትፈልጥሉ ሓሙሽተ ባህርያት ሒዝናልኩም መፂና ኣለና ካብዞም ሓሙሽተ ባህርያት ክንደይ ከም ዘለውኹም ኣብ ኮመንት ተስፍሩልና ካብ ሓደ ታሪክ ንጀምር ኢዮብ ኣብታ ከተማ ብጣዕሚ ሕያዋይ ተባሂሉ ዝፍለጥ ሰብ ነበረ እዚ ስም እዚ ግን ብኽብሪ ዝመፀ ኣይነበረን ሰባት እኳ እንተዘይነገርዎ ገርህ ከም ዝኾነ ገይሮም ይሓስቡ ነበሩ እዮብ ንሰባት ቆጸሮ ክሕዝ ከሎ ኣብ ሰዓቱ እዩ ዝበጽሕ። ይኹን እምበር ናይ ንግዲ መሻርኽቱ ካብ 20 ክሳዕ 30 ደቂቓ ደንጎዮም እንተመጹ እኳ እዮብ ፍሽኽ ኢሉ ይጽበዮም ነበረ። ሓደ እዋን ሓደ ዓሚሉ ድሕሪ ክልተ ሰዓት መጺኡ ከምዚ ድማ በሎ ትጽበየኒ ከም ዝነበርካ እፈልጥ እየ ንስኻ ንፉዕ ሰብ ኢኻ ኢሉ ክስሕቐ ከሎ እዮብ ጸገም የለን ኢሉ መሊስሉ። ሰባት ብሰንኪ እዚ ናይ እዮብ ባህሪ ግዜኡን ንዕኡን ከም ነጻ መገልገሊ ክርእይዎ ጀመሩ። እዮብ ኣብ መወዳእታ ሰሙን ማለት እውን ቀዳመ ሰንበት ናይ ትርፉ ግዜኡ ከይተረፈ እኳ ምስ ስድርኡ ግዜ ከይሕልፍ ወይ ከንብብ እንተደለየ ናይ ገረቤት ሕቶ ክመጽእ ከሎ ማለት እውን ኣቕሓ ከለዓል ሓግዘኒ ወይ ድማ ናይ ወደይ ልደት ጽምብል ኣእንግደለይ ዝብል ሰብ እንተመፅኡ ብቕፅበት ናይ ባዕሉ መደብ ይስርዝ ነበረ እዮብ ኣብ ናይ ገንዘብ ጸገም እንተሃለወ እኳ ኣዕርኽቱ ገንዘብ ክህቦም ወይ ከኣ ዋሓስ ክኾኖም ክሓትዎ ከለዉ እምቢ ንምባል ይጽገም ነበረ። እቲ ዝኣምነኒ ሰብ ከይስእኖ ብዝብል ፍርሒ ነበረ። እዚ ሕማቕ ልምዲ እዚ ስድርኡ ኣብ ናይ ገንዘብ ጸገምን ጸቕጥን ከም ዝሳቐ ገበሮ። ኣብ ሓደ እዋን ናይ ኣዮ በዓልቲ ገዝኡ ሓሚማ ሆስፒታል ልዑል ገንዘብ ክሓትዎ ከለዉ ግን እዚ ሓሳብ እዚ ምሉእ ብምሉእ ተቐየረ። ገንዘብ ንምድላይ ቅድሚ ሕጂ የልቅሖም ዝነበረ ኣዕሩኽቱ በዓልቲ ገዝኡ ከም ዝሓመመት ገንዘብ ከልቅሕዎ ክሓቶም ከሎ ኩሎም ግን ገጾም ኣዞርሉ። በቲ እዋን እቲ መሪር ዝኾነ ሓዘን ሓዘነ። ኣነ ንዓኣቶም ኣብ ዝነበረኒ ግዜ ከምዚ ድየ ነይረ ኢሉ ንባዕሉ ሓተተ። በዓልቲ ገዝኡ ክሕክማ ስለ ዝነበሮ ግን ሕማቕ እውን ኣይኮነን ጽቡቕ እውን ኣይኮነን ኢሉ ዝሓስቦ ነበረ። ኣቶ ያቆብ ገንዘብ ክህቦ ሓተቶ። ናይ ያቆብ መልሲ ግን ዝተፈለየ ነበረ። ትሕወየልካ እምበር ኣነ ዝደለኻዮ ገንዘብ ክበካ እየ በሎ። እዮብ እውን ብሓጎስ ሰንበደ፣ ብጣዕሚ ከም ዘምስግኖ እውን ተዛረቦ። ኣዕርኽቶይን ፈተውተይን ኣብ ዝኸሓዱኒ ሰዓት ኢኻ በጺሕካለይ በሎ። ኣቶ ያእቆብ እውን ግርም ኢልዎ ሓደ ሕቶ ሓተቶ፣ ከመይ እዚ ዅሉ ስራሕ እዚ እናሰርሕካ በዓልቲ ገዛኻ እኳ ክትሕክም ዘይከኣልካ? ዝብል ሕቶ ደርበየሉ። እዚ ሕቶ እዚ ግን ንኣቶ እዮብ ዝያዳ ስንቢድዎ። ቀጺሉ እውን ከመይ ኢልካ መምርሕን ስነ ስርዓትን ዘይብልካ ሰብ ክትከውን ከኣልካ? ንስኻ ካባና ክትበልጽ ዝግበእካ ሰብ ኢኻ ነርካ በሎ። እዮብ እውን ከምዚ ኢሉ መለሰሉ፣ ታሪኸይ ብዙሕ እዩ ኢሉ ካብ ቤት ጽሕፈት ኣቶ ያዕቆብ ናብ ሆስፒታል ኣምርሐ። እዮብ ምንባር ሰልችዎ ህይወቱ ትርጉም ዘይብሉ ከም ዝኾነ ተረድአ። ድሕሪ ቁሩብ ሰዓታት ንያዕቆብ ደወለሉ እሞ እቲ ቅድም ዝበልካኒ ነገር የጨንቐኒ ኣሎ ኢሉ ተዛረቦ። ካባኻ ብዙሕ ምኽሪ የድልየኒ ኣሎ ቈራጽ ክኸውን ይደሊ ኣለኹ በሎ። ያእቆብ እውን ብግቡእ ኢሉ መለሰሉ። ኣነ ዝጥቀመሎም ቈራጽ ክትከውን ዝገብሩኻ ሓሙሽተ መምርሒታት ክነግረካ እየ በሎ። መጺኤ ክትነግረኒ ፍቓደኛ እንተ ዀንካ ደስ ይብለኒ በሎ። ያእቆብ እውን ንዓኻ ዝኣክል ሰብ ንምዝራብ ፍቓደኛ እየ ኢሉ ስልኩ ዓጸወ። ድሕሪ እተወሰነ መዓልትታት በዓልቲ ገዝኡ ንእዮብ ምስ ሓወየት ብቐጥታ ናብ ቤት ጽሕፈት ያእቆብ ኣምርሐ። ናብቲ ቤት ጽሕፈት ናይ ያዕቆብ ክኣቱ ከሎ፣ ቆራጽ ሰብ ዝምራሕ ብስምዒትን ብድሌትን ዘይኰነስ ብፍትሓውነትን ጽንዓትን መምርሕን እዩ ዝብል ጽሑፍ ብዓውዩ ተሰቒሉ ይርኢ ነበረ። እዮብ እውን ንኣቶ ያዕቆብ ብኽብሪ ሰላም እናበልኩ ቆራጽ ዝዀንኩ ይመስለኒ ነይሩ፣ ኣነ ግን ብኣንጻሩ እየ ነይረ፣ ኵሉ ሰብ ክንዕቐኒ ገይረ በሎ። ያዕቆብ እውን ሕጂ ተረዲእካ ኢሉ ብዓውዩ ሰሓቐ። ሎሚ ኣነን ንስኻን ነጋዶ ስለ ዝዀንና ብናይ ንግዲ ገይረ ሓሙሽተ መምርሕታት ክነግረካ እየ በሎ። እዮብ እውን ብሓጐስ ተቐበሎ። ኣብ ናይ ንግዲ ህይወተይ ይኹን ኣብ ማሕበራዊ ህይወተይ ዝገብሮም እዚኦም እዮም በሎ። ቀዳማይ፣ ዘይናወጽ መምርሒ ልዕልና ቃል የድልየካ እዩ። ናይ ቈራጽነት እቲ ቀዳማይ መሰረት፣ ተኣማንነትን ዝኣተኻዮ ቃልን ክብሪ ክህልወካ ከሎ እዩ። ቈራጽ ሰብ ቃሉ ካብ ዝኾነ ይኹን ንላዕሊ የኽብር፣ እዚ ድማ ኣብ ርእስኻን ኣብ ካልኦትን ምትእምማን ይፈጥር። ንኣብነት፣ ሓደ ዓውዪ ዓሚል ንሓደ ስራሕ ምሳና ተፈራረመ። ነገር ግን እቲ ሰብኣይ ስራሕ ከይሰርሖ ዋጋ ወሲኸሉ። በቲ እዋን እቲ ብጣዕሚ ተጨኒቐ። ነቲ ውዕል ከቋርጾ እውን ለመነኒ። ኣነ ግን ብገንዘብ ክሳራ እንተበጽሐኒ እኳ ንግዜያዊ ረብሓ ኢለ ቃለይ ኣይዓጽፍን ብምባል ባዕለይ ከሲረ ነቲ ስራሕ ሰሪሐዮ። እዚ ዘይናወጽ ኣቋመይ ኣብ መወዳእታ እቲ ዓሚል ኣባይ ዘለዎ ምትእምማን ነባሪ መሻርኽትነት ኣስፊሩለይ። ነቲ ክሳራ ተቐቢለ ተኣማንነተይ ብምሕላወይ ናይ ሽመይ ክብሪ ካብ ገንዘብ ንላዕሊ ተኣማንነት ረኺቡ። ብሰንኩ ድማ ብዙሓት ሚልዮናት ክሰርሕን ክመጽእን ገይሩለይ። ካልኣይ ኣብ ልዕልና ግዜ ማለት እውን ግዜ የሕሊፈ ኣይህብን። ቆራፅ ሰብ ግዚኡ ናይ ህይወት ሽፈሩ እዩ። ናይ ባዕሉ ግዜ ዘየኽብር ሰብ ናይ ካልኦት ግዜ ከም ዘየኽብር ይኣምን እየ። ኣነ እዚ መምርሒ እዚ ተግባራዊ ዝገብሮ ኩል ግዜ ዓሰርተ ሓሙሽተ ደቂቓ ደንጉዩ ዝመጽእ ናይ ንግዲ ዓሚል ብምእዛዝ ብምትእምማን እዩ። ክቕየር እንተዘይደልዩ ድማ ነቲ ናይ ስራሕ ርክብ ምቁራጽ እዩ። ኣነ ነቲ ዝደንጎየ ዓሚል ዘይምጽባየይ ግዜኡ ተቋጻጺሩ ንርእሱ ብግዜኡ ከም ዝርከብ ክገብር ዘይኽእል ሰብ ንዓይ ክጠቕመኒ ኣይኽእልን ኢለ ስለ ዝሓስብ ብቕጽበት ርክበይ የቋርጽ እየ። እዚ ግልፂ መልእኽቲ እዚ ምሕላፈይ ናይ ዓሚለይ ባህሪ ንዘለኣለም ከይቕየር ገይሩ እዩ ሓደ ዓሚል ንኻሊእ ከውርየሎ ከሎ እውን ቆራፅ ሰብ ምዃንካ ይርድኡ ቆራፅ ሰብ ንካልኦት ግዜኦም ብዝደልይዎ መንገዲ ክጥቀም ይፈቕደሎም እዩ ነገር ግን ናይ ባዕሉ ግዜ ክሰርቁ ኣይፈቕደሎምን እዩ ሳልሳይ ግልፂ ዶብ ዶብካ ምፍላጥ ኣይፋል ወይ ከዓ ኣይክእልን ምባል ቆራፅ ማለት ኣይፋል ንምባል ዘይፈርሕ ማለት እዩ ግልፂ ዶብ ንናይ ውልቀኻ መደብ ካብ ናይ ንግዲ ድሌት ድማ ካብ ሓላፍነት ዝፈሊ መሰረት እዩ። ገረወይተይ እቲ መኽዚነይ ባዶ ምዃኑ ምስ ረኣየ ንናይ ውልቁ መቐመጢ ንምጥቃም ብስምዒታውነት ሓተተኒ። ኣነ ግን እምቢ እየ ዝበልክዎ። ንእዮብ ንስኻ እንተትኸውን እምበይ መበልካየን በሎ። ዝኸልከልኩሉ ምኽንያት ናይ ንግዲ ናይ ኢንሹራንስን ናይ ሕግን ዶባትን ከኽብሩ ስለ ዘለዎም እዩ። ብስምዒታዊ ሕቶታት እኳ እንተቕረበ ኣብ ሕግን ስርዓትን እተመስረተ ዶብ ክጠሓስ የብሉን። እዚ ኣቋመይ ፈለማ ዘይምርድዳእ እኳ እንተፈጠረ ጸኒሑ ግን ጎረቤተይ ሓላፍነተይ ብትኽክል ይፍጽም ከም ዘለኹ ስለ ዝተረድአ ሕጊ መኽበርነተይ ተገንዚቡ ብጣዕሚ ከም ዘኽብረኒ ነጊርኒ እዩ። ራብዓይ ተሓታትነት ቁራእ ሰብ ጌጋ ክሰርሕ ከሎ ሓላፍነቱ ምሉእ ብምሉእ ኣብ ልዕሊ ርእሱ ይሽከም እዩ። ኣጻብዕቱ ናብ ካልኦት ወይ ናብ ሰራሕተኛታት ኣየቕንዐን። ኣጻብዕትኻ ምቕናዕ ናይ ድኹም ሰብ ምልክት ከም ዝኾነ ይኣምን እየ። ሓደ እዋን ሓደ ሰራሕተኛይ ብዝፈጸሞ ጌጋ ምኽንያት ሓደ ዓብዪ ጽዕነት ጠፊኡ፣ ልዑል ናይ ገንዘብ ክሳራ ድማ በጺሑኒ። ኣነ ግን ነቲ ሰራሕተኛይ ካብ ምውቃስ ንላዕሊ ባዕለይ ነቲ ዓሚለይ ደዊለ ብቕንዕና ይቅርታ ሓቲተ ነቲ ዝበጽሐ ኪሳራ ከፊለ ሓድሽ ጽዕነት ባዕለይ ኣምጸኹሉ። እቲ ዓሚል በቲ ናይ ትካል ጥፍኣት ዘይኮነስ ኣነ ዝወሰድክዎ ሓላፍነት ምኽንያት ካብ ዝኾነ እዋን ንላዕሊ እምነት ረኺበ ቀጺለ። ሓታትነት ምውሳድ ናይ ቆራጽ ሰብ ዝለዓለ ናይ ጥንካርኡ መግለጺ እዩ። ሓምሻይ ናይ ጽንዓት ሓይሊ ወይ ካብ ውድቀት ምትሳእ። ንቆራጻት ሰባት ውድቀት ማለት ናይ ጉዕዞ መወዳእታ ዘይኮነስ ናይ ዝቕጽል ትምህርቲ መጀመርታ ማለት እዩ። ትፈልጥ ዶ ቅድሚ ዓሰርተ ዓመት ዘጋጠመኒ ዓብዪ ናይ ሓዊ ሓደጋ ንብረተይ ሙሉእ ብሙሉእ ዓንዩ ነይሩ እዩ። ባንክታትን ኣዕሩኽተይን ተስፋ ቖሪጾም ነበሩ። ነገር ግን ንርእሰይ ብምውቃስ ግዜ ካብ ምብኻን ንላዕሊ ካብዚ ፍርስራስ ዝተስኤ ክሰርሕ ከመይ ኢለ እየ ዝኽእል ኢለ ንባዕለይ ሓተትኩ። ኣብ ውሽጢ ሰለስተ ወርሒ ነቲ ዝነበረኒ ጌጋ ኣሪመ ሓድሽን ዝበለጸ ናይ ንግዲ ሞዴላት ብምህናጽ ተመለስኩ። ጽንዓት ማለት ነቲ ዝሓለፈ ዘይኮነስ ነቲ ዝመጽእ ክትጥቀመሉ ምኽኣል እዩ በሎኒ እዮብ። እዮብ እውን ንቖራጻት ሰባት ምቕያብ ዘስዕብ ሳዕቤን ብግልፂ ረኣየ ናይ ቆራፅነት ስነ ልቦና እዚ እዩ ዝገልፅ ሰባት ብስምዒት ዘፍቅሩኻ ዘይኮነስ ኣብ መምርሒ ዝፀንዑ ሰባት ከይሓሰብሉ የኽብሩኻ እዮም ኣብ ቆራፅ ሰብ ምትእምማን ይከኣል እዩ ቆራፅ ዘይኮነ ሰብ ግን ንባዕሉ እዩ ዝሕሱ ቆራፅነት ክብረት እምበር ምፍቃር ኣይሓትትን እዮብ ነቲ መምርሒ ብዕምቆት ምስ ተረድአ ነዞም ሓሙሽተ መምርሕታት ተግባራዊ ክገብሮም ጀመረ ግዚኡ ከኽብር ከሎን ኣይፋል ክብል እንከሎን እቲ ዘይናወፅ ኣቃውሞ ምስ ረኣየ ኣብ ዙርያኡ ዝነበሩ ሰባት ኩሎም ኣረኣእያኦም ተቐየረ። ቀደም ዝንዕቕዎ ዝነበሩ ሰባት ሕጂ ክርእይዎ ከለዉ ክኽብርዎን ክጭነቑሉን ጀመሩ። ቆራጽነት ንነባሪ ክብሪ፣ ንውልቃዊ ነጻነት፣ ንጥዑይ ዝምድናን እቲ እንኮ መንገዲ እዩ። ክብራት ተኸታተልትና ካብዞም ሓሙሽተ ባህርያት ክንደይ ኣለኩም? ኣብ ኮመንት ኣስፍሩልና። ነዚ ቪድዮ እንተፈቲኹምዎ እንተተማሂርክምሉን ላይክና ሳብስክራይብ ብምግባር ምሕዝነትኩም ኣርእዩ። ኣብ ዘለኹሞ ሰላም ኩኑለይ ቻው።